ሰላም ሰላም ሰላም ኣብ መላእ ዓለም ኮንኩም መደብና ትከታተሉ ተኸታተልቲ ኖህ ኢንተርቴንመንት እምበኣርከስ ከም ወትሩ ሎማዓንቲ ከዓ ሓደ ክቡር ስነ ጥበባዊ ሒዝናልኩም መፂና ኣለና ናብኡ ከነብለኩም ከይተርሕቁ ሐራይ ኩቡር ስነጥበባዊ ወይ ውን ኮሜድያን ብጣዓመ ፍረዝጊ ነዚ መደብ እዚ ወይ ውን ነዚ ጸዋዒት እዚ ኣኽቢርካ ኩሉ ስራሓትካ ኣወንዚፍካ ናብ ኖህ ኢንተርተይመንት ብምጻኻ ብጣዕሚ ኢና ነመስግነካ እንቋዕ ብሰላም መጻኻ ኣዚተይ ለማዓንቲ በዳህቲ ዝኾኑ ሕቶታት ሒዝናሉ መጺና ኣለና ካብ ዝተፈላለዩ ኣድነቅቱ ካብ ኣዕሩኽቱ መተዓብይቱ ዝተፈላለየ ሕቶታት ሒዝና መፂና ኣለና ካሮብ ኣብልዮ ኣይነውፅኦን ኢና እስከ ካብቲ ዘዳለኽዮ ሕቶታት እስከ ሓደ በሊ። ክቡር ኮሜድያን ጣዕመ ፍረዝጊ መጀመርታ ነዚ መደብና ኣኽቢርካ ብሰላም ምምፃእኻ ኣዚና ኢና ነመስግን። ናብ ሕቶታትና ከነብል ኢና። ሙሉእ ስምካን ኣተዓባብያኻን እስከ ናብ ህዝቢ ኣብለን። ይባል ኣብ ብርኪቶ ትባሃል ዓዲ ተወሊደ ወዲ ዓመትን ክልተ ወርሕን ከለኹ ምስ ኣደይ ንሜዳ ከይድና ኣነን ምስ ኣሕዋተይ ብሓንሳብ ኣብ ቤት ትምህርቲ ሰውራ ኣብ ሳሕል ዓብየ ኣብ ድሕሪ ናጽነት ከኣ ኣብ ዓዲ ቀይሕ ደቀምሓረ ኣብ ባጽዕ ከኣ ይነብር ነይረ ኣብ ኣስመራ ከኣ እሰርሕ ነይረ ማለት እዩ።
ፅቡቕ ሐራይ ኣዙ ኣነ ውን ሕቶታት ኣዳልየን እየ ዘለዎ ሐራይ ጥቕሚ ሓወይ እምበኣርከስ ኣነ ውን ካብዚ ናይ ኣዙ ዳርጋ ናተይ ደበዝሕ ናተይ ብዝሕ ይብል ሒዘልካ ኣለዎ ፈተባ ኣነ ውን ብዓቕሚ ኣብ ስነ ጥበብ ሃገርና መዓስ ኢኻ ተቐላቒልካ ምስ መን ኢኻ ከ መጀመርያ ስነ ጥበብ ጀሚርካዮ እስከ ሓደ ሓደ ካብኡ መግለጺ ሃበና። ኣነ ኣብ ስነ ጥበብ ክጅምር እንከለኹ መጀመርያ ኣብ ባጽዕ ኣብ ሰራሕተኛ ናይ ናይ መንግስቲ እንከለኹ ብስራሕ ኢለ ነስመራ ይዲቡ እሞ ኣጋጣሚ ኣብ ስኔማ ኣዝመራ ምስ ሓጎስ ወልደገብርኤል ስዝሪኖ ይረኽቦ ኣጋጣሚ ንሓጎስ ወልደገብርኤል ስዚኖም ዝረኸብኩዎ ኣጋጣሚ ኣዲኡ ንፍረሰላም ሙሴ፣ ርግኣት ተኽለ፣ ርግኣት ተኽለ ኣዎ ቤተሰበይ ሓፍተይን መሓዛ ኣደይን እያ ኣብቲ ግዜ እቲ ከላልየካ ኢላ ተላልየኒ ምስ ስዚኖ ንጽባሒቱ ትስራሕ ስራሕ ነይራቶ ኣብታ ገዛ ክራይ ፓርትቱ እታ ግዜ እቲኣ ብሓንሳእ ሰሪሕና ክልተ ሽሕን ሰለስተን ማለት እዩ ክልተ ሽሕን ሰለስተን ኣብኣ ሰሪሕና ካብኡ ግን ኣይቋረፅኩ ኩሉ ግዜ ምስ ሓጎስ ወልደገብርኤል ንዓይ ኮሜዲ ካልኣይ ስርሐ እዩ ቀዳማይ ስርሐ ኣይኮነን ኣነ ናተይ ስራሕ ኣውቲስትነት እዩ ነይሩ ኣብ ኣውቲስትነት እየ ዝሰርሕ ነይረ ግን ከም ካልኣይ ስራሕ ከዓ ኮሜድያን ጥቀመሉ ነይረ ማለት እዩ
ምስ ኣብኡ ከለና እዚ ሓጎስ ወልደገብርኤል ትዝ ኢሉና ካብ ኣልዓልና ሓደ ካብቲኦም ፍሉጣት ኮሜድያን ናይ ሃገርና እዩ ብርግፅ ብዙሓት ኮሜድያን እውን ዘፍረየ ስነ ጥበባዊ እዩሞ ከመይ እዩ ምስ ስዝኒኖ ምስራሕ ሲ ከቢድ ዶ
ክሳዕ ትለምዶ ብደገ ኮንካ ከቢድ መስለካ ኸውን እዩ ሶር። ግን ምስ ቀረብካዮ ከምቲ ዝምነዮ ጥዕም ሰብ የለን ከምኡ ማለትሲ ቀሪብካ ብጥብቂ ምስ ረኣኻዮ ምስ ሓዝካዮ ከምኡ ዝጥዕም ከምኡ ዘነፍዕ ከምኡ ናይ ስነ ሓሳብ ወሃቢ ብሓቂ ኣነ ኣይረኣኹን ክሳዕ ሕጂ ምክንያቱ ንዓይ ንዕቤተይ ኣብ ሂወተይ ብዙሕ ነገር እዩ ደጊፉኒ ብዙሕ ነገር ሓጊዙኒ እዩ ናይ

ያእ ሓቂ ዘረባ ትሓሽ ኣብ ሳራ ብዙሕ ተጎዲኤ ነይረ ተሓሚመ እየ ያእ ሰብ ዳርጋ ሞይቱ ተባሂሉ ተወሪለይ ምሻሉ ብጣዕሚ ኣሸጋሪ ዝኾነ መንገዲ ሓሊፈ ክሓልፍ ከለኹ ግን እቲኦም ምሳይ ዝመፁ ብጣዕሚ ብጣዕሚ በቃ ክሳብ ሕጂ ኣብ ጎነይ ዘይርስዖም ብታዕቢተይ ደቂ ዓዲ ቐይሕ ምሳይ ዝነበሩ ደቂ ደቂ ኣምሓረ ኔሮም ዋላ ካልኦት ውን ኔሮም ደቂ ኣስመራ ዝፈልጡኒ ንዓይ ከም ከም ብጣዕሚ ኩሎም እቶም ኤርትራውያን ኣብታ ዝነበርና ወዲ ጋሽ ይኹን ወዲ ከረን ይኹን ወዲ ገለ ይኹን ወዲ ገለ ይኹን ኩሉ እንታይ ገይሩኒ እዩ ንዓይ ሓቢሉኒ እዩ ኣብቲ ግዜ እቲ ምስ ተሓሚመ እየ ዝነበርኩ እሞ ኩሉ ሰብ ከ ኣብቲ ኮሜዲ ስለ ዝፈልጠኒ ዝነበረ ብዝግባእ ሓብሒቡ ክሳብ እታ ናይ መወዳእታ ትንፋሰይ ፍልኽ ኢላ መይቱ እናተባሃልኩ እግዚኣብሔር ከኣ ኣለኻ ኢሉ ከኣ ኣጽኒሑኒ ከኣ ክሳዕ ኣብዚ ዘለኽዎ ክበጽሕ ክኢለ ሕጂ ዳርጋ ናይቲ ኤርትራዊ ኣብ ሳራስ ኩሉ እቲ ኤርትራዊ እዩ ኢደይ ኢድካ ኢሉለይ ማዮም ገዲፎም ንዓይቡን ነይሮም ድብልዖም ገዲፎም ንዓይቡን ነይሮም ኣብ ሳራ እቲ ናይ ጥበብ ክፍሊትካስ ኣርኦምካ ኣብኡ ኣብኡ ረኺበዮ ኣብ ሳራ ረኺበዮ ምክንያቱ ኣብ ጥበብ ክፍሊት የለን ብዙሕ ኣብ ዓድና ግን እቲ ኣብ ጥበብ ዝሰራሕዎ ስርሓት ኣብቲ ኮሜድያን ዝሰርሖ ዝነበርኩ ስርሓት እቲ ህዝቢ ይፈልጠኒ ስለ ዝጸንሐ ብኡ ከፊልኒ ንዓይ ኣብ ሳህራን ኣብ ባሕርን ጽቡቅ ኣጋጣሚ እዩ።
ፅቡቅ እዩ ምክንያቱ ከምዝበልካዮ እንድዩ ኣብ ኤርትራ ብዙሕ ፊልምታት ብዙሕ ኮሜድታት ዝሰርሑ ኣብ ሓደ እዋን ተሸጊሮም ክትሪኦም ከለካ እሱ ኩሉ ሰሪሖምስ ንምንታይ ከምዚ ኮይኖም ገለ ይበሃል እዩ ከምዚ ሕጂ ከዓ ኮሜድያን ጠዓመ ብዙሕ ኮሜድታት ሰሪሕካ ብዙሕ ትምህርቲ ትህብ ነርካ ኢካ ኣብ ሃገርካ እቲ ሰብ ከዓ በንፃሩ ኣብ ሽግርካ ርኢካዮ ኢካ እቲ ክፍሊት ማለት እዩ ስለዝስ ንሓደ ሰብ ሲ ብገንዘብ ብጥረ ገንዘብ ኣይኮንካን ጥራይ ክፍሊት ትቕበል ትብሎ ህዝብና ከኣ ጥዑም እዩ ምናልባት ክዝረበሉ ኣለዎ ድዩ የብሉን ካባኻ ክሰምዖ እየ ኣነ ግን ክብሎ ስለ ዘለኒ ከም ሰብ እውን ክትብሎ ኣለካ ኢሎም ስለ ዝሰደዱለ ብሰሃራ ብሊብያ እንዳመፀ ከሎ ኮሜድያን ጠዓመ ሰበይተይን ጓለይን ንበይነን ደርብየየን መፀ እንዳበለሲ ይበኪ ነይሩ ኣብዚ ሕጂ እዋን ከ ከመይ እዩ መጺኡ ከመይ ኣሎ ሕጂ ኣብ ኤውሮጳ ሰበይቱን ጓሉን ከ ረኺብወን ዶ ኢሎም ሓይቶምኒ እስከ ምናልባት ይከታተሉና እንድሕር ደኣ ሃልዮም እቲ ሕቶኦም እውን መልሲ ስለ ዘድልዮም ብኣኻ እውን ተሻቒሎም ስለ ዘለዉ ኣሕጽር ኣቢልካ መልሰሎም። ኣወ
ሓቂ ኣብ ሳራ ብዙሕ ተጨኒቐ ነይረ ተረቢሸ ነይረ ምክንያቱ ምስቲ ሕማም ዝነበረኒ ኣብቲ ግዜ እቲ ናይ ተስፋ ምቑራጽ መጺኡ ኣብ ሳራ ምስ ሕማም ማይ ማይ ምጽእ ኣሎ ጥሜት ኣሎ ኩሉ እቲ ሽግር ምስ በዝሐ ናይ ግድን ኢኻ ኣብ ደቅኻን ጓልካን ክትጥምት ምክንያቱ ኣብ ሳራ እንተ ጠፊእኻ ንሰን ጽበያኻ ኣለዋ ኣብ ኤርትራ ኮይነን ጽበያኻ ኣለዋ ደሃር ሓላፍነት ነዲኤኒ ደርብየያ መፅየት እያ ቆልዓ እያ ስለዚ ግድን እየ ክትጭነቕ ግድን እየ ክበኪ ኣብቲ ዝነበርክዎ ግዜ ምክንያቱ ይስመዓካ እዩ እቲ መንገዲ ሓር ምስ ኣተኹ ናብዚ ምስ መፃና እዚ ኩሉ ሰጊርና ሓሊፍና መፂና ንሳ እውን ኣርኪባትኒ ንብዚ ዓዲ ኣብዚ መፅኣ ብሓንሳብ ክልተ ቆልዑ ወሊድና ተወሰኽቲ ፅቡቕ

ካብ ዝኣቱ ናብ ኤሮጳ ብዙሕ ዕድል ኣይረኸብኩን። ኣብቲ መጀመርያ ክልተ ሽሕን ትሽዓተን ኣብ ኣብ ልጓኖ ሕግን ዝርግን ትብል ሓንቲ ፊሊም ኣዳልዮም ነይሮም። ኣብኣ ሰሪሐ ነይረ። ብድሕሪኡ ግን ዕድል ኣይረኸብኩን ምክንያቱ ኢንተርተይመንት የለን። ካልእ ንከምኡ ዘተባብዓካ ምሳኻ ክዋሳእ ዝደሊ ገለ መለ ሰብ የለን። ደሓር ደፊርካ ከይትሓቶ ከኣ በዚ ኣጋጣሚታት ክኸውን ኣይክእልን እዩ ኣይክእልን እዩ። ስለዚ በቲ ከኣ ቆልዑ ኣሎ ገለ ኣሎ ገለ ብኹሉ ነገር ነዊሕ ግዜ ጠፊኤ ነይረ ሕጂ ግን ንኣምላኽ ይመስገን። ናብቲ ስራሕ እንዳተመለስኩ እየ። ጽቡቅ ጽቡቅ። ኣጋጣሚ ውን ኣነ እታ ሕቶ ቀዲምክኒ እምበር ከምኣ ዓይነት ተመሳሳሊት ሕቶ እያ ኔራትኒ ምክንያቱ ኣነ ውን ምስ ረኣክዎ ኮሜድያን ጠዓመ ኣብዚ ዓዲ ናይ ከምኡ ፊሊንግ ስለ ዝነበረኒ ኮሜዲ ኮሜድያን ክከውን ወይ ተዋሳኣይ ክከውን ከምኡ ስለ ዝነበረኒ ኮሜድያን ጠዓመ ኣብዚ ዓዲ ኣሎ ምስ በሉ ተሓጒሰ ነይረ። እስከ ምስኡ ክሰርሕ ክፍትን እየ ገለ ዝብል። ሕጂ ግን ተስፋ ኣለኒ ማለት እዩ ምሳኻ ክሰርሕ። ባይዘወይ ነዊሕ ግዜ ኢኻ ጠፊእኻ ከም ዝበለቶ ኣዙ ብሕጂኸ ወይ ክትሰርሖ ዘዳለኻዮ ነገር ኣሎ ድዩ ወይ እውን ዝኾነ ምስ ተዋሳእቲ ዝጀመርካዮ ወይ ዝጸውዑኻ ኣብ ምንታይ ፕታሽን ኢኻ ትርከብ ሕጂ ኣብ ምንታይ ህሞት ናይ ስነ ጥበብ ኢኻ ትርከብ?
ንሕጂ ኣቐዲመ ምስ ሓንቲ ዌብሳይት ተሰማሚዐ ዝኾነ ስራሕ ጀሚረ ኣለኹ። ኣብ በርን ይርከብ እሱ ንእሽተይ ቆልዓ እዩ ወላ ብዕድመ ክትሪኦ ከለኻ ግን እቲ ስነ ሓሳቡ ብጣዕሚ በሊሕ እዩ። ኣቤል ይበሃል እቲ ቆልዓ ኣተሓሳስብኡ በሊሕ እዩ እቲ ቆልዓ ንስራሕ ንኽትሰርሕ ብጣዕሚ እዩ ዘተባብዓካ። ሕጂ ምስኡ ሓደ ክልተ ሓንቲ ናይ ኮሮና ዝነበረ ግዜ ድሰራሕና እያ ሓንቲ ውን ሕጂ ኣብዚ ቀረባ ግዜ ድሰራሕናያ ስራሕ ኣላ መን ንመን ትብል ሕጂ ውን እቲ ስራሕ ቀጻሊ እዩ። እንተ ጠለብ መጺኡኒ ግን ክሰርሕ ድሉው እየ።
ኣዝማማይ ሕራይ እምበኣር ክቡራት ተኸታተልቲ መደብና ማይ ሰቲና ክንመፅእ ኢና ምሳና ትፅንሑ ኣይተርሕቑ
ሓቀይ ጣዕሚ ሓወይ በዓል ሓዳርን ኣቦ ሰለስተ ቆልዑትን ምዃንካ ሓቢርካና ነርካ ሕጂ ኣብ ሓዳርካ ከመይ ኣለኻ
ፅቡቅ ዕተይ ያ ኣብዚ ምስ መፃኹ ክልተ ቆልዑ ወሊደ ሰለስተ ቆልዑ ኮይነን ግን

ኦኬ ፅቡቕ እዩ ምክንያቱ እንታይ እዩ ሓደ ሓደ ግዜ ኣገዳሲ ዘይክኸውን ዝኽእል ሕቶታት ኣሎ ግን ኣብዚ ኖ ኢንተርቴንመንት ብሓፈሽኡ ነቲ ሰብ ብምሉእ ሕቶታት ኢና ነቕርበሉ ምናልባት ባህ ዘይብለካ ነገር እንድሕር ዳኣ ሃልዩ እውን ነፅነት ስለ ዘለካ ኖ እዝስ ልዕሊ ዓቕመይ ክምልሶ ይክእልኒ ክትብል ሙሉእ ናፅነት እዩ ዘለካ ናትና ሕቶታት ግን ከም ድፍረት ኣይትቑፀሮ ምኽንያቱ ብጣዕሚ ስለ ንፈትወካ ከም ስነ ጥበባዊ ካባኻ ውን ብዙሕ ነገር ክንመሃር ስለ ንደሊ ኢና እቲ ሕቶታት ቁሩብ ከምዚ ክብል ኢሉ ዝስመዓኒ ንሓተካ ዘለና ሃብት ጣዕሚ ሓወይ ሕቶታትና እንዳቐጸለ እዩ ኣይ ቲንክ ጽቡቕ ኣለና መስለኒ ንሕና ውን ብመልስታትካ ዕጉባት ኢና እስከ ኣብ ጉዕዞ ናይ ስነ ጥበብ ወይ ኣብ ጉዕዞ ናትካ ኣብቲ ኮሜዲ እዋን ዝነበረሉ ዘሕጉስ ነገር ወይ ከኣ ደስሕቕ ነገር ወይ ከኣኒ ዘሕዝን ነገር ኣጋጣሚታት ኣጓኒፎምኻ ይፈልጡ ዶ? እስቲ ካብ ሓዲኦም እቶም ጽቡቕ እንተኾይኖም ወይ ሕማቕ ዘጋጠመካ እንተኾይኑስ ነቲ ተኻተልትናስ ገለ ነገር በለና።
ዘሕዝን ነገር እኳ ብዙሕ ኣጋጠመኒ። ሓደ ግዜ ግን ንርብቃ ኒኖን ሰብ ጭራ ነይርዎ ዶ ኣይነበሮን ኣብ ሓደ መዓልቲ ኢና ስኢልና ዘኪረ ኦ ኣብ ሓደ መዓልቲ ኢና ስኢልና ኦኬ። ክልቲኤን ሕጂ ኦ እቲ ኣብ ገጠር ኢና ስኢልና እቲ ኣብ ከተማ ኢና ስኢልና ኦኬ። ኣጋጣሚ ኮይኑ እታ ርብቃኒኖ ብድሕሪኣ እንታይ እዚ ኩሉ ደሮና ኢሉ ጣዕ የብላ እዩ
ዝዚኖ
ኣብ ጎደና ስለ ዝነበርና ጎደና ኮይና ስብለ ስለ ዝነበርና ዝሓልፋ ዝነበራ ሰበይቲ ዋ ኣታ

ጥንካረ ናይ ርእሱ ብጣዕሚ ብጣዕሚ ብጣዕሚ
ያ ብጣዕሚ እየ ደድንቆ ብጣዕሚ እየ ዝፈትዎ ብጣዕሚ እየ ዝሕጎሻሉ ንዓይ ከም ሓወይ ከም ዓርከይ ከም ኩሉ ነገር ኮይኑ ንዓይ ክሳብ እታ ዝነበርኩዋ ግዜ ብዙሕ ነገር ሓጊዙኒ እዩ ፅቡቅ እዩ በዚ ኣጋጣሚ እዚ በዚ ኣጋጣሚ እዚ ብጣዕሚ እየ ደመስግኖ ጽቡቅ ኣጋጣሚ
ሕራይ ጣዕም ሓወይ ኮሜድያን ጣዕመ እምነት ስለ ዝቀየረ ዩ ካብ ስነ ጥበብ ሪሕቁ እዮም ዝብሉ ሰባት ሓቂ ድዩ ወይስ ካብ ቀደምካ ኢካ ኣማኒ ፕሮተንት ኢካ ኔርካ።
ያፕ እምነት ስለ ዝቀየረ ዩ ካብ ኮሜድያን ሪሕቁ ኣይኮንኩን።

ገሊኦም ሕጂ ኣብዚ ኤውሮጳ ምስ በጻኻ ካብ ጴንጠ ኮንካ ከምዚ ይብሉኒ ብዙሓት ሰባት ግን ኣነ ቅድሚ ኣብ ክልተ ሽሕ ዓመተ ምህረት እያ ኣነ በቃ ምስ ኩሉ ነዚ ናይ ዓለም ነገር ተፈላለየ ሽዑ እቲ ናይ ኮሜዲ ህይወት ኣብ ናይ ኮሜዲ ህይወት ከኣ ወይ ክትሰርሓሉ ኣለካ

ንክሰርሓሉ የገድደኒ ፀገም የብሉን። ዝበዝሐ ሰብ
ኮሜድያን ጣዕመ ኣብ ዝዓዲ ምስ መፀ እዩ ሃይማኖቱ ቀይሩ እዮም ዝብሉ እስኻ ግን ካብ ቀደም ኢኻ ነርካ ማለት እዩ። ናይ ኣብ ክልተ ሽሕ ዓመተ ምህረት ኣነ ብትኽክል ናብቲ እምነት ዝመፃኹሉ ግዜ ግን ኣብቲ እምነት መፂኻ ኣነ ከምዚ ኢልካ ስለ ዘይትዛረብ ማለት ሂወተይ ኣካይዳይ ገለ ዝተቀየረሉ እዩ ሽዑ ምክንያቱ ኣነ ቅድሚኡ ብጣዕሚ ረሳሕ ሂወት ነይሩኒ ብጣዕሚ ምሻሉ ምስ ሰብ ዘይቅርብ ሂወት ነይሩኒ ቅድሚኡ ዝነበረ ካብ ክልተ ሽሕ ቅድሚት ዝነበረ ናይ ባእሲ ሰብ ነይረ ናይ ድራግ ሰብ ነይረ ናይ መስተ ሰብ ነይረ ኩሉ እግዚኣብሔር ግን ነቲ ዝነበረ ሂወተይ ኩሉ ኮምፕሊትሊ ቀይሩ ንዓይ ናብ ሓደ

ከምቲ ዝበልኩኻ ኣብቲ መጀመርያ ዝተራኸብናሉ ግዜ ምስ ሓጎስ ወልደገብርኤል ስዚንዮ ምስ ራእኩዎ ኣነን ርግኣትን ኮፍ ኢልና ኔርና ኣብ ሓንሳብ ኣብዲ ንፍረ ሰላም ነጊረኩም ኔረ እያ ኣንቶኒ ኮፍ ኢልና ከለና ስዚንዮ እዩ መጺኡ ወይ ኣነስ ነዚ ሰብዚስ ክፈትዎ ማለት እየ ኢለያ ወረ ይላለየካ

ንምንታይ ንምንታይ ተሸሊምካ ንምንታይ ከ ተኣሲርካ? ሕራይ እምበኣር ክቡራት ተኸታተልቲ መደብና ማይ ሰቲና ክንመጽእ ኢና ምሳና ትጽንሑ ኣይትርሕቁ።